ሰላም ሰላም ከመይ ትውዕሉ ዝኸበርኩም ተኸታተልቲ መደብና ንሎሚ ኸኣ ኣብ ሓምለ 30 1947 ኣብ ታል ኣውስትርያ ዝተወልደ ህቡብ ተዋሳኣይ ኣፍራይ ፊልም ቢዝነስማን ኣብ ሓደ እዋን እውን ኣመሓዳሪ ካሊፎርንያ ዝነበረን ኣብ ዓውዲ ምህናፅ ኣካላት ብፕሮፌሽናል ደረጃ ዝነጥፍ ዝነበረን ካልእን ኣብ ዝተፈላለዩ ግዜታት ከዓ ሓደ ካብ ሚእቲ ጸለውቲ ሰባት ዓለምና ዝተባህለ ኣርኖልድ ሽዋዚንገር ምስጢር ዕዉት ሰብ ምዃን ኣብ ነብሱ ተመርኪሱ ክገልጾ እንከሎ እንታይ ይብል? ኣብ ትሕቲ ዝብል ኣርእስቲ ንዝተዳለወ ጽሑፍ ናባኹም ነብሎ ምክትታልኩም ንዕድም። ዕዉት ሰብ ምዃን ኣብ ሓሙሽተ ነጥብታት ከፋፊሉ እዩ ዝሪኦ ኣርኖልድ ሽዋዚንገር። ቁጽሪ ሓደ ራእይ ይሃሉኻ። ኣብ ህይወት ክትበጽሖ እትደሊ ሓደ ራእይ ክህልወካ ኣለዎ። ድሕሪ ካልኣይ ኲናት ዓለም እዩ። ኣብ ኣውስትርያ ብሰንኪ እቲ ኲናት ቁጠባዊ ውድቀትን ነውጽን ዝሰፈኖ ህይወት እዩ ነይሩ። ካብ ከምዚ ዓይነት ህይወት ክወጽእ እየ ዝደሊ ነይረ። ብኣጋጣሚ ሓደ መዓልቲ ኣብ ቤት ትምህርቲ ብዛዕባ ኣሜሪካ ዶኩሜንታሪ ፊልም ረኣኹ። ሽዑ ኸኣ ኣነ ናብዚ ንኣሜሪካ እየ ክኸይድ ዘለኒ በልኩ። በቃ ግን ብኸመይ? ብኸመይ እየ ንኣሜሪካ ክኸይድ ዝኽእል? ሕቶ ጥራይ እዩ ነይሩ። ኣብቲ ግዜ እቲ ንመጓዓዚ ዝኸውን ገንዘብ እኳ ኣይነበረንን። ሓደ መዓልቲ ዕድል ገይረ ናይ ምህናጽ ኣካላት መጽሔት እንዳ ረኣኹ፣ ኣብ ገበር ናይታ መጽሔት ከኣ ሓደ በዓል ጽቡቕ ቅርጺ ኣካላት ዝኾነ ብሚስተር ዩኒቨርሲቲ ዝፍለጥ ሪች ፓርክ እዩ ነይሩ። ነታ መጽሔት ተቐላጢፈ ኣንበብክዋ። ሪች ፓርክ ኣብ ዓዲ እንግሊዝ ካብ ድኻ ስድራቤት ዝተወልደን ከመይ ኢሉ ኣብ መዓልቲ ሓሙሽተ ሰዓት መዓልታዊ ልምምድ ይገብር ከም ዝነበረን ከመይ ኢሉ ሚስተር ግሬት ብሪተይን ወይ ሚስተር ዓባይ ብሪጣንያ ከም ተባህለን ጸኒሑ ከኣ ሚስተር ዩኒቨርሲቲ ከም ተባህለን ካልኣይ ግዜ ሳልሳይ ግዜ እውን ሚስተር ዩኒቨርሲቲ ከም ተባህለን ኣንበብኩ። ብድሕሪ እዚ ከኣ ንሮማ ብምኻድ ሄርክለስ ዝብል ጠባይ ሒዙ ኣብ ህብብቲ ፊልም ሰርሐ። ነታ መጽሔት ምስ ኣንበብኩ ኸኣ ራእየይ እንዳነጸረ መጺኡ። ልክዕ ከም ሚስተር ዩኒቨርሲቲ ቻምፕዮን ክኸውን እሞ ብድሕሪኡ ንኣሜሪካ ክኸይድን ኣብ ፊልም ምውሳእ ኢንዱስትሪ ኸኣ ክዓይን ኮኾብ ተዋሳኣይ ክኸውንን መደብኩ። ብድሕሪዚ ክንዲ ዝኸበደ ይኽበድ ክንዲ ዝጸንከረ ይጽንከር እቲ ዕላማ ንጹር ክሳብ ዝኾነ ኣበርቲዔ ጸዓርኩ። ባህገይ ከኣ ኣስመርኩ። ኩሉ ግዜ ራኢኻ ጥራይ ኣስምር እምበር ካልእ ኩሉ ክስዕብ እዩ። ቁፅሪ ክልተ ፈፂምካ ንእሽተይ ከይትሓስብ ሓሳባትካ ኩሉ ግዜ ዓብ ክኸውን ኣለዎ ኣነ ናብ ኣሜሪካ ክኸይድን ተዋሳኣይ ክኸውንን ጥራይ ኣይኮንኩን ሓሲበ ክኾብ ተዋሳኣይ ክኸውንን ዝለዓለ ክኽፈልን ስመይ ኣብ ዝለዓለ መድረኽ ዝለዓልን ክኸውን እየ ሓሲበ በፂሐዮ ኸዓ ስለዚ ኸዓ ፈፂምካ ንእሽተይ ሓሳብ ከይትሓስብ ዓብ ጥራይ ክትሓስብ ኣለካ ቁፅሪ ሰለስተ ነቶም ኖእ ዝብሉኻ ኣይትቀበሎም ዓብ ራእይ ዓብ ሓሳባት ከተልዕል ከለኻ ኩሉ ግዜ ሰባት ዝከኣል ኣይመስለንን ኣይትኽእሎን ኢኻ ኣይ ዓቕምኻን እዩ ኣይትበፅሖን ኢኻ ካልእን ብምባል ተስፋ ከቑርፅኻ ክፍትኑ እዮም ግን ኣይትቀበሎም ወዲ ዓሰርተ ሓሙሽተ ዓመት ኮይነ ኣብ ምህናጽ ኣካላት ክነጥፍ ከለኹ ሓደ መዓልቲ ሻምፒዮን ዓለም ክኸውን እየ ወይ ከም ሚስተር ዩኒቨርሲቲ ክኸውን እየ ክብል ከለኹ ብዙሓት ተጸሊልካ ኢኻ። ምህናጽ ኣካላት ናይ ኣሜሪካውያን ስፖርት እዩ፣ ንስኻ ኸኣ ኣይትበጽሖን ኢኻ ይብሉኒ ነይሮም። እንተኾነ ድሕሪ ብዙሕ ጻዕሪ ብዙሕ ናይ ቻምፒዮንነት ዓወታት ተጓናጸፍኩ። ሽዑ እውን እንተኾነ ኮኸብ ተዋሳኣይ ከም ኣብ ፊልም ሄርክለስ ክኸውን እየ ክብል ከለኹ ብዙሓት ይስሕቑንን ክኸውን ከም ዘይክእልን ይነግሩኒ ነይሮም፣ ዋላ እውን ኣብቲ ፊልም ኢንዱስትሪ ዝነበሩ። ኣርኖል፣ ሕሰቦ እሞ፣ መጀመርያ መጀመርያ ነብስኻ ኣዚኻ ገጂፍ ኢኻ፣ ደሓር ከኣ ዋላ ድምጽኻ እውን ስምዓዮ እሞ፣ ናይ ጀርመን ላህጃ ዘለዎ ኣህጉራዊ ኮኾብ ተዋሳኣይ ርኢኻ ትፈልጥ? በጃኻ ኢለካ ተዋሳኣይ ምዃን ረስዓዮ ዋላ ሽምካ ርኣዮ ሽዋሽዋሽዋሽዋዚንካ ተዓዘብቲ እውን ክግረሙ እዮም በሉኒ ኣብ ዝኸድክዎ ከዓ ተመሳሳሊ ግብረ መልሲ ሃቡኒ ፅቡቕ ነገሩ ግን ኣይሰማዕክዎምን ናይ ተዋስኦ ትምህርቲ ናይ ቋንቋ እንግሊሽ ትምህርቲ ሕልፍ ሓሊፈ እውን ላህጃኻ ተመዓራርየሉ ትምህርትታት ክወስድ ጀመርኩ መዓልታዊ ከዓ ዝበለፀ ነቢትሲ ኣብ ተኽለ ወይኒ እዩ ዝበቁል ይብል ነይረ ብድሕርዚ ኣብ ቴሌቪዥን ንኣሽቱ ጠባያት ረኺበ፣ ብኡ ቢለ ከኣ ኣብ ዝለዓለ ደረጃታት ተዋስኦ ተዋስኤ። እቲ ዘገርም ከኣ ሓደ ካብ ዓበይቲ ዳይረክተራት ከምዚ ናትካ ቅርጽን ቀላጽምን እንተዘይንረክብ ነቲ ነዚ ጠባይ ዝሕዞ ቀላጽሙ ክሳብ ክንድዚ ናትካ ዝበጽሓሉ ክንሰርሕ ምስ ተገደድና ኢሉኒ። ኣብ ተርሚኔተር ምስ ተዋሳእኩ ከኣ ጄምስ ካሜሮን እዛ ፊልም ዝበለጸት ፊልም ዝኾነት ሳላቲ ንማሽን ዝጥዕም ድምጺ ናይ ኣርኖልድ ሽዋዚንገር ምባል እዩ። ስለዚ ኸኣ እቲ ብዙሓት ከም ሕማቕ ወይ ድኹም ጐድንኻ ገይሮም ዝርእይዎ ሓደ መዓልቲ ጸጋኻ ምዃኑ ፈሊጥካ ነቶም ኖእ ዝብሉኻ ኣይትቀበሎም። ኣርባዕተ። ጻዕሪ ኣብ ህይወት እቲ ትደልዮ ንምርካብ ጻዕሪ ኣዝዩ ኣገዳሲ እዩ። ኣነ ፈለማ ናብ ኣሜሪካ ኣብ ዝመጻኹሉ ኣብ ርእሲ እቲ መዓልታዊ ሓሙሽተ ሰዓታት ናይ ምህናጽ ኣካላት ዝሰርሖ ናይ ህንጻ ስራሕ እውን ይሰርሕ ነይረ። ካብኡ ወጽኤ ከኣ ካብ ሸሞንተ ድሕሪ ቀትሪ ክሳብ ፍርቂ ለይቲ ናይ ተዋስኦ ትምህርቲ ይከታተል ነይረ። ስለዚ ከኣ ጻዕሪ ኣብ ርእሲ እቲ ኣብ ሕልምኻ ዘለካ ተኣማንነት ኣዝዩ ኣገዳሲ እዩ። ሓሙሽተ ምሃብ ምሃብ ፍቶ ኣብ መወዳእታ ከዓ ኣብ ሂወት ክትቅበልን ክትወስድን ጥራይ ዘይኮነ ክትህብ ኣለካ መስትያት ምስልኻ እዩ ዘርእካ ኪኑ እንተጠሚትካ ከዓ ብዙሓት ሓገዝካ ዝደልዩ ከም ዘለዉ ኢኻ ትርዳእ ኣብ ህይወት ከኣ ምሃብ ዝዓበየ ጸጋ እዩሞ ክትቅበል ጥራይ ዘይኮንካ ክትህብ እውን ኣለካ። ስለዚ ኣብ ህይወት ዕዉት ክትከውን ራእይ ክህልወካ ኣለዎ። ዓቢ ሓሳብ ምሕሳብ፣ ነቶም ኖእ ዝብሉኻ ዘይምቕባልን ኣዚኻ ጻዕራም ምዃንን ምሃብ ምፍታውን ኣዝዮም ኣገደስቲ እዮም። ዝኸበርኩም ተኸታተልቲ መደብና፣ እዚ ክትከታተልዎ ዝጸናሕኩም ኣብ ፊልም ኢንዳስትሪ ሆሊውድን ኣብ ፖለቲካዊ ሃዋህው ኣሜሪካን ዓቢ ጽልዋ ዘሕደረ ኣርኖልድ ሽዋዚንገር ምስጢራት ዕውት ምዃን ኣብ ሓሙሽተ ነጥብታት ምስ ድሕረ ባይትኡ ብምዝማድ ዝገለጾም እዩ ስለ ምክታልኩም ነመስግን ነዚ መደባትና እንተፈቲኹሞ